ንሕድሕድ ትሰርሖ ነገር ይኹን ዘይትሰርሖ ነገር ኩሉ ዋጋ ክትከፍለሉ ኢኻ። ኣብ ህይወት ለውጢ ንምምፃእ እትኸፍሎ ዋጋ ኣሎ። ከም ዘለኻ ንምዃን እውን እትኸፍሎ ዋጋ ኣሎ። እዚ ማለት ነገራት ፅቡቓት ክኾኑልካ እንተደሊኻ እትኸፍሎ ዋጋ ኣሎ። ነገራት ከም ዘለዎ ንምግዳፍ እውን እትኸፍሎ ዋጋ ኣሎ። ኣካልካ ፅቡቕ ንክኸውን እትኸፍሎ ዋጋ ኣሎ። ኣካልካ ከም ዘለዎ ዘይጥዑይ ኮይኑ ስቕ ኢልካ ብምርኣይካ እውን እትኸፍሎ ዋጋ ኣሎ። ጥዕናኻ ንምስትኽኻል ትኸፍሎ ዋጋ ኣሎ፣ ጥዕናኻ ከም ዘለዎ ሸለል ኢልካ ንምግዳፍ እውን ትኸፍሎ ዋጋ ኣሎ። ብኻሊእ ኣባሃላ ንኹሉ ዝኽፈል ዋጋ ክህልዎ ናይ ግድን ዋጋ ንዘይምኽፋል ምርጫ የብልካ። ስለዚ ነዮኒ ኢኻ ዋጋ ክትከፍል ዘለካ? እዚ ንምምላስ ናይ እትኸፍሎ ዋጋ ክብደት ክብደት ኢኻ ክትመዝን ዝግባእካ። ሐዚ ግዝያዊ ደስታ ረኪብካ ፅባሕ ብዙሕ ክሳራ ምክፋል ዶስ ሐዚ ብዙሕ ፃዕሪ ከፊልካ ፅባሕ ብዙሕ ዓወት ምሕፋስ እቲ ምርጫ ናትካ እዩ። እዚ ኣወዳዲርካ ኢካ ክትውስንን ወሲንካ ክትፍፅምን ዝግበኣካ ምክንያቱ ኣብ ሂወት ነቲ ትመርፆ ኢካ ዋጋ ትከፍል መብዛሕቱ ነገር ክብፃሕ ዝክእል እኳ እንተኮነ ዝክፈል ዋጋ ግን ኣሎ እቲ ሕቶ ክትከፍሎ ድልው ዲካ እዩ። ሕዉሳት ሰባት ክንደይ መንጸግትን ዉድቀትን ሓሊፎም እዮም ኣብ ዓወት ዝበጽሑ። ኣብ ሓንቲ ለይቲ ዝዕወት ማንም የለን። ክንደይ ዘይተረእየ ላዕልን ታሕትን ሓሊፎም እዮም ኣብኡ ዝበጽሑ። ኣብ ህይወት ንዝኾነ ይኹን ነገር ግድን ኢኻ ዋጋ ክትኸፍለሉ። ከምቲ ንዓወት ዋጋ ዝኽፈሎ ንውድቀት እውን ዋጋ ይኽፈሎ። ከምቲ ንስራሕ ዋጋ ዝኽፈሎ ንዘይምስራሕ እውን ዋጋ ይኽፈሎ። ጥራሕ እቲ ትግብሮ ነገር ኣይኮንካን ዋጋ ትኸፍል፣ ነዚ ነቲ ዘይትትግብሮ እውን ኢኻ ዋጋ ትኸፍል። እቲ ዘይትፍጽሞ እውን ዋጋ እዩ ዘኽፍለካ። ዘይምትግባር ዋጋ እየኸፍል ኢልካ ኣይትሕሰብ። እኳ ደኣስ ናይ ዘይምትግባር ዋጋ ካብ ኩሉ ዝኸበደን ዝበኣሰን እዩ። ኣየኑ መርዚ ክሰቲ ከም ዘለካ ጥራሕ ኢኻ ክትመርጽ ዘለካ።